ኮሮና ቫይረስ ብዘኸተሎ ዕንወት ኣብ ከቢድ ጸቕጢ ተሸይማ ከም ዘላ ንማንም ዘይጠፍኦ ሓቂ እዩ። ኣብ ውሽጢ እዘን ዝሓለፋ ዓሰርተ ዓመታት ሸውዓተ ንወዲ ሰብ ክጎድኡ ዝኽእሉ ኮሮና ቫይረሳት ክርከቡ እንከለዉ ካብዚኣቶም እቶም ሓሙሽተ ካብ መንካዕ ዝተበገሱ ኮይኖም ብመንገዲ ኣሰጋጋሪ መንጎኛ ኣካል ማለት እንስሳ ኣቢሎም ድማ ናብ ወዲ ሰብ ከም ዝተመሓላለፉ ይፍለጥ። እዚ ተኸሲቱ ዘሎ ኮቪድ-19 ድማ ኣብ ናይ ባሕሪ እንስሳታት ዝሽየጡሉ ዕዳጋ ናይ ውሃን ዝተባህለት ቻይናዊት ከተማ ዝተበገሰ ኮይኑ መበገሲኡ ድማ መብዛሕትኡ ካብ ኣህዛብ ዓለምና ብዝተነግሮ ማለት እቲ ቫይረስ ካብ መንካዕ ብመንገዲ ፔንግልን ዝተባህለት እንስሳ ኣቢሉ ናብ ወዲ ሰብ ከም ዝተመሓላለፈ እዩ። The pangolin Pangolin Pangolin ይኹን እምበር ድሒሩ ልሒኹ ዝወጽእ ዘሎ ሓበሬታታት ከም ዘነጽሮ እቲ ሕማም ኣብ ላባራቶሪ ዝተሰርሐ ክኸውን ከም ዝኽእል እዩ ዘመላኽት። ካባይ ጀሚርካ መብዛሕትኡ ካብ ኣህዛብ ዓለምና ንመበገሲ እዚ ንህይወት ሚልዮናት ዘጥፍእ ሕማም ንኽፈልጡ ይደልዩ እኳ እንተኾኑ እቲ ሓቂ ንኸይግለጽ ኩሎም ዝለዓሉ ሕቶታት ብፖለቲካዊ ዓይነ ጥራይ እናተረኣዩ ሓቅነቱ ክሳብ ሎሚ ከይወጸ በቲ መጀመርታ ንህዝቢ ዓለም ዝተነግሮ ማለት ካብ መንካዕ እዩ መጺኡ ዝብል ጥንሰ ሓሳብ ጥራይ ተሸፊኑ ከም ዝተርፍ ንምግባር እዩ ዝፍተን ዘሎ። እዚ ሕቶ ንሳይንስ ወይ ነቲ መበገሲ ቫይረስ ከጽንዕ ዝኽእል ዓውዲ ትምህርቲ ማለት ኤፒዲዮሚዮሎጂ ዝምልከት እኳ እንተኾነ ጎኒ ጎኑ ነቶም ዝተላዕሉ ፖለቲካውያን ሕቶታት ግን ጎሲኻዮም ክሕለፍ ኣይግባእን። ነዚ ኩሉ ንጎኒ ገዲፍና ንሎሚ ናብ ሓንቲ ሕቶ ጥራይ ከነተኩር ኢና። ኮቪድ-19 ወይ ኮሮና ቫይረስ ካበይ መጽዩ? ንሎሚ ኣብዛ መደብ ነዚ ዝትንትን ሰፊሕ መደብ ክህልወና እዩ፣ ሰናይ ምክትታል።

እዋኑ ክልተ ሽሕን ዓሰርተ ክልተን ዓመተ ምህረት እዩ ነይሩ። ኣብ ደቡባዊ ክፋል ናይ ሃገረ ቻይና ዞባ ዩዋን እትርከብ ቱጋን ዝተሰምየት ንእሽተይ ቁሸት፣ ሽዱሽተ መንነቶም ዘይተፈልጡ ቻይናውያን ናይ ነሓስ ዓደንቲ ናብ ሓደ ብብዝሒ መንክዓት ዝርከባሉ ገለርያ ብምእታው ብሻንኬሎታት ኣመሊኦም ሓመድ ካብቲ ገለርያ ወሰዱ። ቀልቀል ናይተን ኣብቲ ቦታ ዝሰፍራ ዝነበራ መንክዓት ድማ ምስቲ ሓመድ ተሓዊሱ ኣብ ሻንኬሎኦም ተመሊኡ ነበረ። ድሕሪ ክልተ ሰሙን ናይቲ ፍጻመ ድማ ሽዱሽቲኦም እቶም ናብቲ ቦታ ዝኸዱ ሰባት ብጽኑዕ ሓሚሞም ዓራት ሓዙ። ኣብ ግዜ ሕማሞም ድማ ድሩቕ ሰዓል፣ ቅርጥማት፣ ብርቱዕ ረስንን ሕማም ርእስን ዝኣመሰሉ ልክዕ ሓደ ብኮቪድ ዓሰርተ ትሽዓተ ዝተለኽፈ ሰብ ከርእዮም ንዝኽእል ምልክታት የርእዩ ከም ዝነበሩ ይፍለጥ።

ብጽኑዕ ሓሚሙ ግቡእ ሕክምናዊ ክትትል እናተገብረሉ ጸንሐ። ድሒሩ ከም ዝተፈልጠ ግን እቶም ሰባት ብሓደ RATG ዓሰርተ ሰለስተ ዝተሰምየ ቴስዓን ሽዱሽተን ሚእታዊት ምስ ሳርስ ኮቭ ክልተ ዝመሳሰልን ምስ ናይዚ ሕጂ እዋን ዘሎ ኮቪድ ዓሰርተ ትሽዓተ ድማ ኣዝዩ ዘመሳስል ባህርያት ዘለዎም ኮሮናቫይረስ ተለኺፎም ከም ዝሞቱ ክፍለጥ ተኻእለ።

እምበኣርከስ ካብዚ ክንርድኦ ንኽእል እንተደኣ ሃልዩ ሓደ ነገር ኮይኑ ንሱ ድማ ኮቪድ ዓሰርተ ትሽዓተ ዝተሓበ ኣጀንዳ ከም ዘለዎ እዩ። ብዝኾነ ኣብዚ ሕጂ እዋን ክልተ ሃይፖተሲስ ማለት ጥንሰ ሓሳባት እዮም ዘለውና። ንሳቶም ድማ ቀዳማይ ስፒል ኦቨር ሃይፖተሲስ ማለት እቲ ቫይረስ ካብ መንካዕ ብመንገዲ ፔንግሉን ወይ ካልእ እንስሳ ኣቢሉ ናብ ወዲ ሰብ መጺኡ ዝብል ክኸውን ከሎ እቲ ካልኣይ ድማ እቲ ንሃገረ ቻይና ኣብ ከቢድ ፍርሓት ሰሚሙ ዘንገብግባ ዘሎ ላብ ሊክ ሃይፖተሲስ ማለት ካብ ቤት ምርምር ሊሒኹ ወጺኡ ዝብል ጥንሰ ሓሳብ እዩ። ነዞም ክልተ ጥንሰ ሓሳባት በብሓደ ክንሪኦም ኮይና መጀመርታ ግን ብስፒል ኦቨር ሃይፖተሲስ ንጀምር። እዚ ጥንሰ ሓሳብ ዘመላኸቶ እንተደኣ ሃልዩ መበገሲ ኮቪድ-19 ልክዕ ከምቲ ቻይና እትብሎ መንካዕ ምዃና እዩ።

For Covid 19 there is no evidence of an animal that sits between us and the bats. ነዚ ንምድንጋር ተባሂሉ ዝተማህዘ ሓሳብ እንተድኣ ነይሩ ድማ ምናልባት እቲ ቫይረስ ካብ መንካዕ ናብ ፔንግሊን ዝተባህለት እንስሳ ሰጊሩ ብድሕርዚ ድማ እታ እንስሳ ናብቲ ማርኬት ክትሸየጥ ምስ መጸት ነቲ ቫይረስ ናብ ወዲ ሰብ ከም ዘመሓላለፈቶን ወዲ ሰብ ድማ በቲ ሕማም ከም ዝተጠቕዐን ዝሕብር እዩ። ከም መርኣዩ ድማ እዚ ኣብ ከተማ ውሃን ዝርከብ ናይ ዕዳጋ ቦታ ከም ገበነኛ ወይ በደለኛ እዩ ዝረአ ምክንያቱ መበገስ ናይዚ ሕማም እዚ ናይ ዕዳጋ ቦታ እዩ ስለ ዝተባህለ እዩ ንመብዛሕትኡ ካብ ኣህዛብ ዓለምና ድማ እዚ ነገር ጥንሲ ሓሳብ ዘይኮነስ ሓቂ እዩ ዝመስሎ ነይሩ ምክንያቱ ነዚ ናይ እንስሳታት ባሕሪ ዝሸየጠሉ ዕዳጋ ከም መበገሲ ናይ ሕማም ስለ ዝተቐበልናዮ እዩ Health officials believe COVID 19 originated in animals sold in a so called wet market in China. ይኹን እምበር እዚ ነገር ጭብጢ ክኸውን ኣይክእልን እዩ። ብዓብዩ ድማ እዘን ከም መሰጋገሪ ኣካል ዝተረቑሓ መከረኛታት ፔንግልን ዝተባህላ እንስሳታት ኣብቲ ውሃን ዌት ማርኬት ዝተሰምየ ዕዳጋ ይሸጣ ከም ዘይነበራ ድሒሩ ክፍለጥ ተኻኢሉ እዩ። ልዕሊ ኩሉ እቲ ንኽትኣምኖ ዘሸግር ግን እቶም ቀዳሞት ልኹፋት ናይዚ ሕማም ተባሂሎም ዝተመዝገቡ ሰባት ናብቲ ናይ ዕዳጋ ቦታ ከም ዘይከዱን ምስ ካብቲ ዕዳጋ ዝመጹ እንስሳታት ኮነ ፍርያት ድማ ዝኾነ ዓይነት ርክብ ከም ዘይነበሮምን ድሕሪ ምፍላጡ

in Hubei begonnen is.
እቲ ዝገርም ድማ ቻይና ክሳብ ሎሚ ዕለት ስፒልኦቨር ሃይፖተሲስ ማለት እቲ ሕማም ካብ መንካዕ ተበጊሱ ብኻልእ እንስሳ ኣቢሉ ናብ ወዲ ሰብ ተሰጋጊሩ ኣብ ዝብል ጥንሰ ሓሳብ ትኣምን ምህላዋ እዩ። እዚ ጥንሰ ሓሳብ ንዓለም ሓቂ ኢሏ ንኽተእምን ዝመረጸትሉ ምኽንያት ድማ ኣቐዲሞም ኣብ ዓለምና ካብ ዘጋጠሙ ሓሙሽተ ፓንደሚክ እቶም ኣርባዕተ ካብ እንስሳታት ብዝመጹ ቫይረሳት ስለ ዝተበገሱ ብዓለም ተቐባልነት ክረክብ ኣይኽእልን እዩ ብምባል እዩ። ሓደ ክንርስዖ ዘይብልና ግን እቲ ኣብ 1977 ዓመተ ምህረት ኣብ ሃገረ ሩስያ ዘጋጠመ ራሽያን ፍሉ ብሰንኪ ካብ ላባራቶሪ ሞሊቑ ዝወጸ ቫይረስ ከም ዘጋጠመን ህይወት ኣማኢት ኣሽሓት ንጹሃን ሰባት ከም ዝቐዘፈን ምዝካር ኣገዳሲ እዩ። ስለዚ እዚ ኣጋጢሙ ዘሎ ኮቪድ-19 እውን ኣብ ላባራቶሪ ዝተመስርሐ ክኸውን ከም ዝኽእል ዝተፈላለዩ ተመራመርቲ ክዛረቡ ጸኒሖም ኣለዉ።

ፕሮፌሰር ራይና ማኪንታየር ኣብ ኒው ሳውዝ ዌልስ ዩኒቨርሲቲ ፕሮፌሰር ኦፍ ግሎባል ባዮሴኪሪቲ ኮይና ንሳ እቲ ነቶም ዓደንቲ ዝለኸፎም ቫይረስ ኣብ ላቦራቶሪ ብኣከራኻርን ሓደገኛን ዝኾነ ገይን ኦፍ ፋንክሽን ኢንጂነሪን ዝተባህለ ኣገባብ ናብ ኮቪድ-19 ክምዕብል ከም ዝኽእል ተዛረብ።

እዚ ኢንስቲትዩት ንኣብ ዓለም ዝርከቡ ዝበዝሑ ኮሮና ቫይረሳት እቲ ዝዓበየ መመራመሪ ቦታ ኮይኑ ብርክት ዝበሉ ተመራመርቲ ድማ ኣብ ውሽጢ እዚ ላቦራቶሪ ብምዃን ንዓመታት ዝወሰደ ብርክት ዝበለ ምርምራት ብዛዕባ ኮሮና ቫይረስ ከካይዱ ከም ዝፀንሑ ይፍለጥ። ብተወሳኺ ኣብዚ ላቦራቶሪ እቲ ኣቐዲመ ዝበልክዎ ደም ናይቶም ኣብ 2012 ዓ ም ብኮሮና ቫይረስ ተጠቒዖም ዝሞቱ ሽዱሽተ ዓድንቲ እውን ኣብዚ ህንፃ እዚ ተቐሚጡ ዝርከብ ምዃኑ እዩ። ይኹን እምበር ክሳብ ሎሚ ዕለት ዝተላዕለ ሕቶታት

and they try putting the virus sample into all of these and they try and grow it so they keep passing it from cell to cell trying to make more virus እዚ ዝኾነ ምሁር ቫይሮሎጂ ምርምራት ንምክያድን መድሃኒትን ክታበትን ንምስራሕ ዝጥቀሙሉ ኣገባብ ስለዝኾነ እቲ ነገር ኣብ ምምስራሕ ኮቪድ ዓሰርተ ትሽዓተ እውን ተፈጺሙ ክኸውን ከምዝኽእል ጥርጠራታት ኣለዎም። ምኽንያቱ ክሳብ ሕጂ ኣብ ዝተኻየደ ምርመራታት ነቲ ቫይረስ ከም መንጎኛ ኣካል ኮይኑ ካብ መንካዕ ናብ ወዲ ሰብ ኣሰጋጊርዎ ክኸውን ይኽእል እዩ ዝተባህለ ብምርመራ ዝተረጋገጸ እንስሳ የለን። No trace of the COVID-19 virus was found in the animals that were sold at the market. እዚ ሕማም ካብ መንካዕ ናብ ወዲ ሰብ ክሰጋገር ኣይክእልን እዩ። እንተ ተሰጋገሩ እውን ኣቐዲመ ከም ዝገለጽኩዎ ንወዲ ሰብ ዝጓዳ ዓይነት ቫይረስ ስለ ዘይኮነ እዩ እቲ ቫይረስ ኣብ ላቦራቶሪ ማዕቢሉ ዝወጸ እዩ ኣብ ዝብል ነጥቢ ብዙሕ ክትዓት ዝካየድ ዘሎ።

እዚ ህንጻ ኣብ ማእከላይ ክፋል ናይ ሃገረ ቻይና ናይ እትርከብ ከተማ ዉሃን ዝርከብ ኮይኑ፣ ከምቲ ኣቐዲመ ዝጠቐስክዎ ንብርክት ዝበሉ ዓመታት ድማ ንዝተፈላለዩ ዓይነት ኮሮናቫይረሳት ከም መመራመሪ ህንጻ ኮይኑ ከገልግል ጸኒሑ ኣሎ። ኣብዚ ብቐጻሊ ዝለዓል ሕቶ ድማ ስለምንታይ እዮም እቶም ተመራመርቲ ነቲ ቫይረስ ንደቂ ሰባት ዝጓዳእ ንምግባሩ ኣብቲ ላቦራቶሪ ክሰርሑ ጸኒሖም ዝብል እዩ።

እዚ ልክዕ ከምቲ ዓለምለኻውያን ተመራመርቲ ንሓደ ክኽሰት ይኽእል ኢሎም ዝጠርጠርዎ ሕማም ቅድሚ ምኽሳቱ ኣቐዲሞም ዝዳለውሉ ዓይነት ኣገባብ ዋላ እኳ እንተኾነ እዚ ናይ ቻይና ግን ቅድመ ምድላው እዩ ነይሩ ኢልካ ክትድምድሞ ዝከኣል ኣይኮነን። ኣብ ዓለምና ንከምዚ ዝኣመሰሉ ዓበይትን ሓደገኛታትን ዝኾኑ ምርምራት ከም መመርመሪ ኮይኖም ዘገልግሉ ሰለስተ ላቦራቶሪታት ኣለዉ። ንሳቶም ድማ ኣብ ኖርዝ ካሮላይና ዝርከብ ቻፕል ሂል፣ ኣብ ቴክሳስ ዝርከብ ጋልቨስተን፣ ከምኡ ድማ እዚ ኣብ ከተማ ውሃን ዝርከብ ውሃን ኢንስቲትዩት ኦፍ ቫይሮሎጂ ኮይኖም ነዚ ናይ ውሃን ላቦራቶሪ ኣውጺኻ እቶም ዝተረፉ ክልተ ላቦራቶሪታት ዓለምለኻውያን መስፈርታት ዘማልኡን ግቡእ ጥንቃቐታት ዝግበረሎምን ላቦራቶሪታት እዮም። ኣብዚ ክመጽእ ዝኽእል ሕቶ እዞም ላቦራቶሪታት ሓደገኛታትን ዝኾነ ጉድለት እንተደኣ ፈጺሞም ድማ ንህይወት ብዙሓት ኣሽሓት ካብ ኣህዛብ ዓለምና ከጥፍኡ ስለዝኽእሉ ስለምንታይ ክሳብ ሎሚ ዘይተዓጽዉ ዝብል ሕቶ እዩ። እንተኾነ ግን እዞም ትካላት ሕማማት ምስ ዝፍጠሩ ተቐላጢፍካ መድሃኒታት ኣብ ምርካብን ሕማማት ቅድሚ ምኽሳቶም ድማ ኣቐዲምካ ፈሊጥካ መድሃኒት ኣዳሊኻሎም ንምጽናሕ ዝሕግዙ ስለ ዝኾኑ ህላውነቶም ንዓለምና ኣዝዩ ኣገዳሲ እዩ። ናብቲ ናይ ውሃን ላቦራቶሪ ንመለስ። ሃገረ ቻይና ኣብዚ ላቦራቶሪ ካብ 2012 ዓ ም ኣትሒዛ እዚ ቫይረስ ንህዝባ ክቐዝፍ ክሳብ ዝጀመረሉ ዕለት ብርክት ዝበሉ ምርምራት ከተካይድ እንከላ ብዘይካ ኣብ ቤይጂን ዝርከብ ኤምባሲ ኣሜሪካ ካልእ ብዛዕባ ሓደገኛነት እቲ ዝካየድ ዝነበረ ምርምራት ተዛሪቡ ዝፈልጥ ኣካል ኣይነበረን። ኣብዚ ኤምባሲ ኣሜሪካ ከ ብኸመይ ክፈልጥ ክኢሉ ዝብል ሕቶ ክለዓል ዝኽእል ኮይኑ ኩልና ክንርስዖ ዘይብልና ግን እዚ ላቦራቶሪ ሕቡእ ወይ ምስጢራዊ ላቦራቶሪ ዘይኮነ ዓለም ለኻውያን ተመራመርቲ ምስ ቻይናውያን ብሓባር ብምዃን ዝመራመሩሉ ቦታ ምዃኑ እዩ። ስለዚ እቲ ዝካየድ ዝነበረ ምርምራት ካብ ዓለም ተኸዊሉ ዝካየድ ዝነበረ ምስጢራዊ ምርምር ከም ዘይኮነ ክንግንዘብ ይግባእ። ብድሕርዚ ነቲ ላባራቶሪ ንክርእይዎ ተባሂሎም ዝተላእኩ ዲፕሎማትን ተመራመርትን በቲ ኣብቲ ህንጻ ዝረኣይዎ ነገር ኣመና ከም ዝሰንበዱን እቲ ህንጻ ውሕስነት ዝበሃል ከም ዘይብሉን ኣብቲ ቦታ ሕጽረት ናይ ብቑዓት ተመራመርቲ ከም ዘሎን እዚ ድማ ብቕልጡፍ ክፍታሕ ከም ዘለዎ ዝገልጽ ጸብጻብ ኣቕሪቦም ኣብ ክልተ ዝተፈላለዩ እዋናት ናብ ቤት ጽሕፈት ዋሽንግተን ኣመሓላለፉ። ይኹን እምበር ክልቲኦም እቶም ዝተላእኹ መልእኽትታት ክሳብ መወዳእታ ወርሒ ናይ ዓመት 2019 ብመራሕቲ ዋሽንግተን ከም ትርጉም ዘይብሎም መልእኽታት ተጎስዮም እዮም ጸኒሖም።

እዚ ዝኾነሉ ምኽንያት ድማ ኣብቲ እቲ ሕማም ጀሚሩሉ ዝተባህለ ከተማ ሓደ መመራመሪ ማእከል ማለት ላቦራቶሪ ስለ ዘሎ እዩ። ኣብ ውሽጢ እዚ ከም ዘይውሕስ ዝፍለጥ ላቦራቶሪ ድማ ብርክት ዝበሉ ንነዊሕ ዓመታት መርመራታት ክካየድሎም ዝጸንሑ ሳምፕላት ናይ ኮሮና ቫይረስ ኣለዉ። ስለዚ ቻይና ኮነ ኢላ ወይ እውን ብቴክኒካዊ ሓደጋ ማለት ብኣጋጣሚ እቲ ቫይረስ ካብቲ ላቦራቶሪ ወጺእዋ ክኸውን ስለ ዝኽእል እዩ ጥርጣረታቶም ኣብ ልዕሊ መንግስቲ ቻይና ክገብሩ ዝጀመሩ። ብተወሳኺ ንቃለ መሕትት ናይ ሓንቲ ካብቶም ዝለዓሉ ተመራመርቲ ናይ ኮሮና ቫይረስ ኣብቲ ኣብ ውሃን ዝርከብ ላቦራቶሪ ዝኾነት ሺ ዠንግሊ ምስ እትሰምዕ ኣብ ልዕሊ እቲ ሕማም ዝነበረካ ኣጠማምታ ተቐይሩ ጥርጣረታትካ ክዛይዱ ናይ ግድን እዩ። ሺ ዠንግሊ ናብ ፈቐዶ መንካዓት ዝርከባሉ ቦታታት ብምኻድ ኮሮና ቫይረስ ካብተን መንካዓት ብምውሳድ ኣብ ናይ ውሃን ላቦራቶሪ ዝተፈላለዩ ነቲ ቫይረስ ዝምልከቱ ምርምራት እትገብር ብሞያኣ ርእሲ ኩሎም ካብቶም ኣብቲ ዓውዲ ዝነጥፉ ተመራመርቲ ኮይና ብባት ውመን ማለት እታ መንካዕ ሰበይቲ ብዝብል ቅጽል ስማ ድማ ትፍለጥ። እቲ ሕማም ኣብ ዝተኸሰተሉ ዕለት ድማ ኣኼባ ስለ ዝነበራ ሺ ዠንግሊ ኣብ ሻንጋይ ነበረት። ብድሕርዚ ኣብ ኣእምሮኣ ብዙሓት ሓሳባት እናሰላሰለት ብፈጣን ባቡር ገይራ ናብ ከተማ ውሃን ተመልሰት። ድሒራ ኣብ ዝገበረቶ ቃለ መሕትት ድማ ኣብ መጀመርታ ነቲ ብሃገራዊ ውድብ ጥዕና ቻይና ዝሰማዓቶ ምልባዕ ናይ ኮሮና ቫይረስ ኣብ ከተማ ውሃን ንኽትኣምኖ ከም ዝተሸገረት ትዛረብ። ምኽንያቱ ከተማ ውሃን ኣብ ማእከላይ ክፋል ናይ ሃገረ ቻይና እትርከብ ኮይና፣ እቲ ኮሮናቫይረስ ክኽሰተሉ ዝኽእል ቦታ ድማ እቲ መጽናዕቲ ንምግባር እትመላለሶ ዝነበረት ብዙሓት መንክዓት ዝርከባሉን ነቲ ኣብ ክልተ ሽሕ ዓመተ ምህረት ዝተኸስተ ሳርስ ቫይረስ መበገሲ ቦታ ዝነበረን ደቡባዊ ክፋል ናይ ሃገረ ቻይና ብምዃኑ እቲ ሕማም ክኽሰት እንተደኣ ኮይኑ ኣብ ደቡብ ቻይና ደኣ እምበር ኣብ ማእከላይ ቻይና ክኸውን ከም ዘይክእል ስለ ዝተረደት እዩ። ስለዚ ውድብ ጥዕና ሃገረ ቻይና ንእንታይ ነቲ ሕማም ብዝግባእ ክፈልጦ ኣይከኣለን ዘሎ፣ እንተዘይኮይኑ ግን እቲ ቫይረስ ካብቲ ዝሰራሓሉ ላቦራቶሪ ወጺኡ ክኸውን ኣለዎ በለት። ምኽንያቱ እቲ ሕማም ኣብ ክኽሰተሉ ዘይክእል ቦታ ማለት ኣብቲ ነቲ ሕማም ከበግሳ ዝኽእላ መንካዓት ዘይርከባሉ ከተማ ውሃን እንተደኣ ተኸሲቱ እቲ እንኮ መበገሲ ናይዚ ሕማም ክኸውን ዝኽእል ቦታ እቲ ንሳ እትሰርሓሉ ኣብ ከተማ ውሃን ዝርከብ ንብዙሓት ሳምፕላት ናይ ኮሮና ቫይረስ ሓቂፉ ዝርከብ ናይ ዓለምና እቲ ዝዓበየ ናይ ኮሮና ቫይረስ መመራመሪ ማእከል ዝኾነ ውሃን ኢንስቲትዩት ኦፍ ቫይሮሎጂ ጥራይ ክኸውን ዝኽእል ካብ ዝብል ሓሳብ ተበጊሳ ከም ዝተዛረበት ይፍለጥ።

ነዚ ንምርግጋጽ ሺ ጀንግሊ ብቐጥታ ናብቲ መበገሲ ክኸውን ይኽእል ኢላ ዝሓሰበቶ ቦታ ስርሓ ብምምራሕ ነቲ ዝተረኽበ ሓድሽ ቫይረስ ምስቲ ኣብ ላቦራቶሪኣ ዝነበረ ሳምፕል ናይ ኮሮና ቫይረስ ብምትሕሓዝ ከተመሳስሎ ፈተነት። ብድሕሪ እዚ እቲ ዝረኸቦቶ ውጽኢት ተመሳሳሊ ከም ዘይኮነን እቲ ቫይረስ ካብቲ ንሳ እትሰርሓሉ ላቦራቶሪ ከም ዘይወጸን ኣፍለጠት። you want to believe it, but you also have to look at data. You have to say, can you show me how you know that it wasn't from your lab? ብርክት ዝበሉ ተመራመርትን መራሕቲ ዝተፈላለያ ሃገራትን ድማ ንዓኣ ከም ዝኣምንዋ፣ እንተኾነ ግን መንግስቲ ሃገረ ቻይና ድርብ ኣጀንዳ ሒዙ ንዓኣ እናፈራርሐ ነቲ ምስጢር ይዓብጦ ክህሉ ስለ ዝኽእል ጥርጣረታቶም ክቕንሱ ከም ዘይክእሉ ገለጹ። Ik vertrouw haar volledig, ja. Ook als zij zegt dat dit geen geconstrueerd virus is of geen

ብተወሳኺ ኣብ ከተማ ዉሃን ዝርከቡ ጋዜጠኛታት ምስ ናይ ሕክምና ሰብ ሞያ ኣብ ዘካየድዎ ሕቡእ ቃለ ምልልስ እቶም ሓካይም እቲ ቫይረስ ካብ ዝተራእየሉ ዕለት ኣትሒዙ ካብ ሰብ ናብ ሰብ ይመሓላለፍ ከም ዝነበረን እንተኾነ ግን መንግስቲ ሃገረ ቻይና ነቶም ደኳትር ነቲ ሓቂ ማለት እቲ ቫይረስ ብቐሊሉ ካብ ሰብ ናብ ሰብ ከም ዝመሓላለፍ ንዓለም ንከይሕብሩ ከም ዘጠንቀቕዎም ይዛረቡ።

ስምቲ ተወሊዱ ዕድመ ዝኾነ ወዲ ትጽጋዕ ርሑቕ ክድዮ ይሽላዋ። ብምቕጻል እቲ ቫይረስ ክላባዕ ጀሚሩ እናሃለወ መንግስቲ ሃገረ ቻይና ነቲ ኣብቲ ወቕቲ ዝካየድ ዝነበረ ብ Lunar Celebration ዝፍለጥ ናይ ሓድሽ ዓመት ጽምብል ንኽካየድ ፍቓድ ምሃቡ እቲ ሕማም ኣብ ውሽጢ ሒደት መዓልታት ናብ መላእ ዓለም ፋሕ ንክብል ዓቢ ሜላ ከም ዝተጻወተ ይፍለጥ። በዚ ምኽንያት እዮም እምበኣር እቶም ተመራመርቲ ምሉእ ብምሉእ ክኣምንዋ ዘይከኣሉ።

እብ ዎል ስትሪት ጆርናል ኣብ ዝቀረባ ግዜ ኣብ ዘሕተመቶ ሕታማ ኣብ ወርሒ ግንቦት ናይ ዓመት ክልተ ሽሕን ዓሰርተ ትሽዓተን ሰለስተ ካብቲ ኣብ ውሃን ዝርከብ ላቦራቶሪ ዝሰርሑ ተመራመርቲ ሰለስተ ሰሙን ቅድሚ እቲ ናይ መጀመርታ ሕሙም ምርካቡ ንኮሮና ቫይረስ ዝመሳሰል ሕማም ሓሚሞም ከም ዝነበሩ ዝሕብር ጽሑፍ ኣሕተመት። እዚ እውን ተወሳኺ ጭብጢ እኳ እንተኾነ ቻይና ግን ንኩሉ ዝመጽእ ሕቶታት ጸማም እዝኒ እናሃበት ክትከይድ እያ መሪጻ። ስለዚ ርግእ ኢልና ነዞም ክንርእዮም ዝጸናሕና ነጥብታት ምስ እነተሓሕዞም ነዚ ይመስሉ። ሓደ ውሕስነቱ ዘይተሓለወ ላቦራቶሪ ብደረጃ ዓለም እቲ ዝለዓለ መመራመሪ ማእከል ናይ ኮሮና ቫይረስ ተመራመርቲ ነቲ ቫይረስ ተጓዳእ ንምግባሩ ይሰርሑ ምንባሮምን ካልእን ዝብሉ ኮይኖም እቲ ቫይረስ ብድንገት እንተደኣ ካብቲ ላቦራቶሪ ወጺኡ ነዚ ንመላእ ዓለም ኣሸጊሩ ዘሎ ሕማም ከኸትል ይኽእል እዩ። ስለዚ ሓቅነቱ ንምርግጋጽ ምርመራታት ክካየድ ስለዘለዎ ሃገራት ንቻይናን ውድብ ጥዕና ዓለምን ጸቕጢ ምግባረን ቅቡል እዩ። ምኽንያቱ ሎሚ ኮሮና ቫይረስ ካብ ዝኽሰት ድሕሪ ሓደ ዓመትን ፈረቓን ዝኾነ ዓይነት ነቲ ቫይረስ ዝተሰከመ ኮነ በቲ ቫይረስ ዝተለኽፈ እንስሳ ብዘይምርካቡ እቲ ካብ መንካዕ ብመንገዲ ሳልሳይ ኣካል ማለት መንጎኛ እንስሳ ኣቢሉ እዩ ናብ ወዲ ሰብ መጺኡ ዝብል ጥንሰ ሓሳብ ዳርጋ 95 ሚእታዊት ውዱቕ እዩ። ስለዚ ናብታ ካልኣይቲ ጥንሰ ሓሳብ ማለት ላብሊክ ሃይፖተሲስ ክንርዕም ግድነታዊ እዩ። ይኹን እምበር ቻይና ኣብ ሃገራ ብወጻእተኛታት ዝግበር መጽናዕትታት ንምክያድ ብምኽልካላ እቲ ቫይረስ ካብቲ ላቦራቶሪ ዝወጸ ኢልና ክንድምድሞ ዝከኣል ኣይኮነን። ካልእ ሓደ ካብ ሰራሕተኛታት ናይ ውሃን ላቦራቶሪ ንመርመራ ዝኸውን ሳምፕል ንክወስድ ናብተን መንካዓት ዝርከባሉ ቦታ በጺሑ ምስ ተመልሰ በቲ ቫይረስ ተለኺፉ ከም ዝነበረ ይፍለጥ። እዚ ነገር ድማ ነቶም ተመራመርቲ ሓደ ተወሳኺ ሳልሳይ ጥንሲ ሓሳብ እውን ክኽሰት ከም ዝኽእል ኣተንባሃሎም። እዚ ተጠርጢሩ ዘሎ ሓድሽ ጥንሲ ሓሳብ እቲ ቫይረስ ብቐጥታ

flagermusen direkte til menneske overførelse og den hypotese har vi betragtet som en sandsynlig hypotese. ብዝኾነ ኮይኑ ግን መበገሲ እቲ ሕማም ንክፍለጥ መርመራታት ክካየድ ግቡእን ኣገዳስን እዩ። ይኹን እምበር ንኣብ ክልተ ሽሕን ዕስራን ዓመተ ምህረት ዝተዘርግሑ ዜናታት ምስ እንምልከት እቲ ጉዳይ ነቲ ቫይረስ ካብ መንካዕ ብመንገዲ ፔንግሉን ወይ ካልእ እንስሳ ኣቢሉ ናብ ወዲ ሰብ መፅዩ ዝብል ጥንሰ ሓሳብ ብምቕባል ነቲ ካልኣይ ጥንሰ ሓሳብ ማለት ላፕሊክ ሃይፖተሲስ ዳርጋ ሙሉእ ብሙሉእ ጎስዮንኦ እየን ፀኒሐን።

ብዕለት ዕስራን ሽዱሽተን ግንቦት ናይዚ ሒዝናዮ ዘለና ዓመት ድማ እቲ ንፕረሲደንት ትራምፕ ተኪኡ ናብ ስልጣን ዝመጸ ፕረሲደንት ጆ ባይደን ነቲ ተረሲዑ ዝጸንሐ ሕቶ ዳግማይ ብምልዓል ንዩኤስ ኢንተሊጀንስ ኮሚዩኒቲ ንክልቲኣቶም ጥንሰ ሓሳባት ማለት ስፒል ኦቨር ከምኡውን ላብሊክ ሃይፖተሲስ ብዝግባእ ምርመራታት ንክካየድሎምን ኣብ ውሽጢ ቴስዓ መዓልታት ድማ መጽናዕታዊ ጽሑፋቶም ንከረክቡ ትእዛዝ ኣመሓላለፈ።

ምሉእ ስሙ ፔተር ዲሳክ ይበሃል። ሓላፊ ብእንስሳታት ዝመሓላለፉ ሕማማትን ዲዚስ ኢኮሎጂን ኮይኑ ነቲ ካብ ላቦራቶሪ ወጺኡ ክኸውን ይኽእል እዩ ዝብል ጥንሰ ሓሳብ ድማ ከም ኣባልቲ ልኡኽ ጉጅለ ኮይኑ መርመራታት ከም ዘካየደ ይፍለጥ። ይኹን እምበር እቲ ንሱ ዝሰርሓሉ ኤንጂኦ ኣብቲ ከም መበገሲ እዚ ሕማም ክኸውን ይኽእል እዩ ተባሂሉ ዝጥርጠር ዘሎ ናይ ውሃን ላቦራቶሪ መጽናዕትታት ንምክያድ ብርክት ዝበለ ገንዘባዊ ድጋፍ ይግበረሉ ምንባር እዩ።

ናብ ቻይና ልኢኽዎ ነይሩ። እቲ ዘገርም ድማ ነቲ ኣብቲ ላቦራቶሪ ዝተፈላለየ መርመራታት ዘካየድ ዝነበረ ፒተር ዴዛክ ሓደ ካብቶም ሓለፍቲ ወይ ጠርነፍቲ ናይቲ ዝተላእኽ ጉጅለ ኮይኑ ምስዳዱ እዩ። ካብቶም ምስቲ ሰብኣይ መርመራታት ንኸካይዱ ኣብ ወርሒ ለካቲት ናብ ቻይና ከይዶም ዝነበሩ ሰባት እውን እቲ ሰብኣይ ምስኦም ምምዳቡ ቁንቁኝኡ ከም ዘይርድኦም እዮም ዝገልጹ። Als hij in die brief

እዚ ላቦራቶሪ ኣብቲ እቲ ሕማም ዝተበገሱሉ ወርሒ ታሕሳስ ናይ ዓመት 2019 ንብረታት ካብ ውሃን ኢንስቲትዩት ኦፍ ቫይሮሎጂ ናብዚ ሓድሽ ሲዲሲ ላብ ብምስግጋር ኣብ ኮሮና ቫይረስ ዘተኮረ መጽናዕትታት ንምግባር ተባሂሉ ዝተኸፍተ ላቦራቶሪ እዩ። Så spørger jeg ledelsen, jamen, hvor gammel er det her laboratorium? Øh,

ሓደ ካብ ኣባላታ ጉጅለ ዝኾነ ኣውስትራልያዊ ፕሮፌሰር ዶሚኒክ ድዋየር መርመራታት ንክካይዱ ቅድሚ ምኻዶም ኣብ ዝሃቦ ቃል ንሕና መበገሲ ክኸውን ይኽእል እዩ ኢልና ንዝጠርጠርናዮ ቦታ ንክንምርምር ኢልና ኢና ንኸይድ ዘለና ኮይኑ ግን ንሕና ክንምርምሮ ንዝደለና ቦታ ፍቓድ ምስ ዝኽልኣና

እቲ ዘገርም ድማ እታ ጉጅለ ንክልተ ሰሙን ዝኣክል መርመራታት ከተካይድ ድሕሪ ምቕናያ ብዕለት 9 ለካቲት ብመንገዲ ጠርናፊኣ ኣቶ ቤን ኤም ባራክ ኣቢላ ኣብ ዘመሓላለፈቶ መግለጺ ነቲ ዝተጠርጠረ ብላቦራቶሪ ከም ዘይምርምርዋ ሓበረ።
very unlikely that anything could escape from such a place. እቲ ከም ምክንያት ኢሉ ዘቕረቦ ነጥቢ ድማ እቲ ቫይረስ ካብ ከምዚ ዓይነት ላቦራቶሪ ክወፅእ ኣይክእልን ኢሎም ስለ ዝሓሰቡ ምዃኑ ሓበረ።

ብቑጥዐ መራሕቲ ሃገራትን ኣህዛብ ዓለምናን ዝሰንበደ ሓላፊ ውድብ ጥዕና ዓለም ዝኾነ ዶክተር ቴድሮስ ኣድሓኖም ድማ ኣብ ውሽጢ ውሑዳት መዓልታት ኣብ ማዕከናት ዜና ቀሪቡ ኩሉ ዓይነት እንኮላይ ነቲ ላቦራቶሪ ዘካተተ ምርመራታት ከካይዱ ምዃኖም ሓበረ። I wish to confirm that all hypotheses remain open and require

ኣብ ልዕሊ ውድብ ጥዕና ዓለም እምነት ዝበሃል ከም ዘይህልዎም ገበሮም። ምኽንያቱ እቲ ውድብ ንሓደ ብዓለም ከም ዘይእሙን ዝቑጸር ሰብ ምርምር ንኸካይድ ብምልኣኹን ነቲ ንሱ ዝበሎ ኣሚኑ ድማ ካብቲ ነጥቢ ከንሳሕብ ብምፍታኑን ንተኣማንነቱ ኣብ ምልክት ሕቶ ኣእተዎ። There is zero evidence that this virus came out of a lab in China.
ኮቪድ ዓሰርተ ትሽዓተ ድሕሪ ምኽሳቱ ሓደ ንብዙሓት ጋዜጠኛታት ዝሓቖፈ ጉጅለ ናብቲ እቶም ዓደንቲ ቅድሚ ዓሰርተ ሓደ ዓመታት ተለኺፎምሉ ዝተባህለ መንክዓት ዝርከባሉ ገለርያ ንምኻድ ኣብ ዝፈተኑሉ እዋን

ሓድሽ ምዕባለታት እንተ ሃልዩ ኣብ ግዜኡ ከፍልጠኩም ምዃነይ እንዳተላበኹ ንሎሚ ዝሓሰብክዎ ንመበገሲ ናይዚ ንዓለምና ኣብ ከቢድ ነውጺ ሸሚምዋ ዘሎ ሕማም ኮቪድ-19 ዝገልጽ ትሕዝቶይ ነዚ ይመስል። ካብዛ ቪድዮ ቁሩብ ሓበሬታ ረኺብኩም ክትኮኑ ድማ ተስፋ ይገብር። ኣብ ዝቕጽል ብኻልእ ዝተፈልየ ትሕዝቶ ክሳብ ንራኸብ ሰላም።